ሰላም ሰላም ተኸታተልቲ መደብ ነዚ ፕሮግራም እዚ ሕጂ ቀጺለ ዘንብቦ እቲ ደምዳሚ መግለጺ ኣዋጅ ናይ ሃገራዊ ባይቶ ዲሞክራሲያዊ ለውጢ እዩ ስለዚ ነዛ ሓጻር ናይ ንባብ ግዜ ብጽሞና ክትከታተሉኒ ብክብሪ ዕድም ደምዳሚ መግለጺ ካልኣይ ስሩዕ ኣኼባ ማእከላይ መሪሕነት ኤርትራዊ ሃገራዊ ባይቶ ንዲሞክራስያዊ ለውጢ። ማእከላይ መሪሕነት ኤርትራዊ ሃገራዊ ባይቶ ንዲሞክራስያዊ ለውጢ፣ በቲ ንኣኼባታት ባይቶ ዝሰርዕ ሕግታት ተቐይዱ፣ ብመትከላትን ዲሞክራስን ግሉጽነትን ተመሪሑ፣ ካብ ሕጋዊ ምልኣተ ኣኼባ ንላዕሊ ኣባላት ማእከላይ መሪሕነት ዝተሳተፍዎ ካልኣይ ስሩዕ ኣኼብኡ ንዓሰርተ መዓልታት ብመንገዲ ዙም ኣካይዱ። ካልኣይ ዙር ኣኼባ ሃገራውን ዞባውን ዓለምለኻውን ኩነታት ኣብ ዝተሓላለኸሉ እዋን እዩ ተኻይዱ። ብፍላይ ድማ ሕማም ለበዳ ክሮና ንኻልኣይ ዓመቱ ኣስፋሕፊሑ ንኣህዛብ ምሉእ ዓለም ኣብ ግዴታዊ ምርሕሓቕ ኣውዲቕዎ ይርከብ። ከምኡ ድማ ኣብ ዞባና ኣብ ውሽጢ ኢትዮጵያ ዝካየድ ዘሎ ውግእን ኣብ ሱዳን ተኸሲቱ ዘሎ ነውጽን ምስቲ ብወገን ዲክታቶርያዊ ስርዓት ህግደፍ ዝካየድ ዘሎ ኢኣተኣታታውነት ኣብ ልዕሊ ህዝብና ዝፍጽሞ ዘሎ ከቢድ ሰብኣዊ ገሰታትን ሓዊስካ ተደራራቢ ሽግራት ዝምዕብለሉ ዘሎ እዋን እዩ። ኣኼባ ማእከላይ መሪሕነት ካብቲ ኣብ ስቶኮሎምን ስዊድን ብማዝያ ክልተ ሽሕን ዓሰርተ ትሽዓተን ዓመተ ምህረት ዝተኻየደ ካልኣይ ጉባኤኡ ጀሚርካ ኣብ ዝተፈላለየ መዳያት ዝተሳለጠ ነገራት ዝሓዘለ ብፈጻሚ ቤት ጽሕፈት ዝቐረበ ጸብጻብ ተመልኪቱ። ኣብቲ ጸብጻብ፣ ኣብ ዝሓለፈ እዋን ንባይቶ ኣብ ስራሓቱ ካብ ዘጓነፎ ፍርያት ብድሆታት፣ ናይ መሳርሒ ሕጽረታትን ኣብ ልዕሊ ኩሉ ወገን ዓለም ጸገማት ዝፈጠረ ጽልዋታት ለበዳ ክሮናን ካልእ ብዓል ቤታውን ወድዓዊ ኩነታትን ከምዝነበረ ጠቒሱ። ብተወሳኺ ምስቲ ኣብ ዞባና ዝተፈጥረ ብፍላይ ድማ ኣብ ኢትዮጵያ ዝካየድ ዘሎ ውግእ ዝተኣሳሰር ነገራትን ሓይልታት ተቓውሞ ኣብ ሓደ ጽላል ምምጻእን ኩሉ ዓቕምታት ናብ ኣፍ ልቢ ዲክታተርያዊ ስርዓት ከም ዝቐንዕ ንምግባር ዝዓለመ ምስ ዕላማ ዝራኽቦም ዝተፈላለዩ ኤርትራውያን ሃገራውያን ሓይልታት ምርኻብን ምውህሃድን ክግበር ብኤርትራዊ ሃገራዊ ዲሞክራሲያዊ ለውጢ ሓሊፉ ዝነበረ ውሳነ ብዝምልከት ዝተፈላለየ ጸብጻባት ቀሪቡ። ኣኼባ ነቲ ኣብ ውሽጢ ኤርትራ ዝካየድ ዘሎ ካብ ሕጊ ወጻኢ ዝኾነ ኣስካሕካሒ መቕተልቲ፣ ምእሳር፣ ምስዋር ዜጋታት፣ ገደብ ኣልቦ ኣገልግሎት፣ ብእስያስ ጸረ ልኡላውነት ሃገር ዝእለም ሽርሕታት ሰይጣናዊ ውልቃዊ ቅርሕንትታት ንምርዋይ ንህይወት ኣሽሓት ዜጋታት ኣብ ሓደጋ ዘውደቐ ኣብ ውሽጢ ጎረባብቲ ሃገራት ዘካይዶ ትርጉም ኣልቦ ሃላልነትን ኣዕሚቑ ብዘዝር እዩ። ብምሉእ ተገዳስነትን ግሉጽነትን፣ ዓሚዩቕ ሃናጽን ምይይጥን ዝተኻየደሉ ሓላፍነታዊ መንፈስ ዝዓሰሎ ኣኼባ ኮይኑ፣ ኣብ ዝሓለፈ ግዜ ዝተመዝገበ ኣወንታውን ኣሞጊሱ፣ ሕጽረታትን ሕጽረታት ኤርትራዊ ሃገራዊ ዲሞክራሲያዊ ለውጢ ዝተጓነፎ ብድሆታትን ኣነጺሩ ድማ ንምስጋሩ ዝሕግዙ ውሳኔታትን ለበዋታትን ኣቐሚጡ። ቀንዲ ካብ ዘመሓላለፎም ውሳኔታትን ለበዋታትን ድማ ከምዚ ዝስዕቡ እዮም። ንውሽጣዊ መዳይ ዝምልከት፣ ኣኼባ ነቲ ብፈጻሚ ቤት ጽሕፈት ዝቐረበ ጸብጻብ ዕቱብ ምይይጥን ድሕሪ ምክያድ፣ ኣድላዪ ምትዕርራይን ምእራምን ድሕሪ ምግባር ብምሉእ ድምጺ ኣጽዲቑ። ገድላዊ ገድላዊ ግደ ኤርትራዊ ሃገራዊ ዲሞክራስያዊ ለውጢ ንምዕዛዝ ዝዓለመ ስራሓት ፈጻሚ ቤት ጽሕፈት ኣብ ካልኣይ ዙር ስራሓ ዝትግበር መደብ ኣጽዲቑ። ብማሕበር ምትእስሳር ደቂ መታሕት ኤርትራ ዝቐረበ ጠለብ ኣባልነት ቅቡል ኮይኑ ኣብ ባይቶ ኣባልነቶም ክወሃብ ተወሲኑ። ንክልተ ወገናት ውድብ ተጋድሎ ሓርነት ኤርትራ ብዝምልከት ድማ ድሕሪ'ቲ ዘሕዝን ናይ ምፍንጫል ተረኽቦ ክልቲኦም ወገናት ኣብ ባይቶ ብክልተ መናብር ክውከሉ ወሲኑ። ብዛዕባ ሓድነት ተቓወምቲ ሓይልታት ኤርትራ ዝምልከት። ኤርትራዊ ሃገራዊ ባይቶ ንደሞክራስያዊ ለውጢ ሰፊሕ ጽላል ምምስራትን ኣብ ምምርሑ ዝነበረ ዝነበሮ ኣወንታዊ ተበግሶታትን ኣኼባ ኣሞጊሱ። መትከላትን ዕላማታትን ኤርትራዊ ሃገራዊ ደሞክራስያዊ ለውጦ፣ ሓድነት ኣባላቱን መስመራቱን ዝተሓለወ ኮይኑ፣ ዝቕጽል ስራሓት መደብ ምቛም ሰፊሕ ጽላል ተቓውሞ ሓይልታት ብቕልጡፍ ክጅመር ተደላዪ ምዃኑ ኣኼባ ኣስሚሩሉ። እቲ ዝድለ ሰፊሕ ጽላል ኣብዞም ዝስዕቡ መትከላት ዝተመስረተ ክኸውን ተሰማሚዑ። ሃገራዊ ልኡላውነትን ሓድነት ህዝቢ ኤርትራን ንምዕቃብ፣ ምልጋስ ዲክታቶርያዊ ስርዓት ግፍዓዊ መጋባርታቱን፣ ፖለቲካዊ ብዙሕነት ሰረቱ ዲሞክራስያዊ ስርዓት ምቛም፣ ልዕልና ሕጊ፣ ዲሞክራሲ፣ ዝተፈላለዩ ሰብኣዊ መሰላት ህዝብን ከም ዝሕሎ ምግባር። ብሃገራዊ መዳይ፣ ኣኼባ ነቲ ዲክታቶርያዊ ስርዓት ብመደብ ጸረ መሰላት ህዝቢ ኤርትራ ዝፍጽሞ ንጹሃት ዝፍጽሞ ንንጹሃት ሰባት ምቕታል፣ ንዜጋታት ናይ ምስዋር መደባት፣ ኩነታት ኤርትራ ንኸይፍለይን ተነጺላ ክትነብርን ዝገበሮ ዝገብሮን ዝገብሮ ዘሎን ምሉእ እገዳን ዓፈና ዜናዊ ማዕከናትን ኮኒኑ። ኣኼባ ዲሞግራፊካዊ ለውጢ ብምክያድ ኣብ መንጎ ኣካላት ማሕበረሰብ ኤርትራ ቅርሕንትን ምትፍናንን ንምፍጣር ነቲ ብሳላ ነዊሕ ቃልሲ ዝተሃንጸ ሓድነት ህዝቢ ንምድኻም ዝዓለመ ኣቕዋም ገባቲ ስርዓት ህግደፍ ከምኡ'ውን መሬት ካብ ዋናታቱ ብሓይሊ ብምምንዛዕን ኤርትራውያን ስደተኛታት ሃገሮም ኤርትራ ሓራ ንምውጻእ ክቡር ዋጋ ከፊሎም ነጻነት ኤርትራ ካብ ዘረጋገጹ ካብ ልዕሊ ሰላሳ ዓመት ሓሊፉ ከብቅዕ ናብ ሃገሮም ንኸይምለሱ ምልካዊ ስርዓት ህግደፍ ብመደብ ክዓናቕፎ ምጽንሑ ኣኼባ ማእከላይ መሪሕነት ብትሪ ኮኒኑ። ምልካዊ ስርዓት ህግደፍ ኣብ ጉዳይ ጎረባብቲ ሃገራት ጣልቃ ኣትዩ ውግእ ብምክያድ ዝኽሰሰሉ ዘሎ ግህሰታት ሰብኣዊ መሰላት ኮኒኑ፣ ኣብ ጉዳይ ካልኦት ኢድካ ናይ ምእታው ተግባራትን ንልኡላውነት ኤርትራን ነጻነትን ኣብ ሓደጋ ዘውድቕ ተግባራቱ ጠጠው ከብል ጠሊቡ። ኣብ ጎረባብቲ ሃገራት ዘለዉ ኩሎም ሓይልታት ንልኡላውነት ሃገርናን ሓድነትናን ካብ ዝፈታተን ተግባራትን መግለጺታትን ክቑጠቡ ኣኼባ ብትሪ ኣጠንቂቑ። ነቲ ዲክታቶርያዊ ስርዓት ኣብ ልዕሊ ህዝብና ዝፍጽሞ ዘሎ ዘይተኣደነ ጭካኔ ዝመልኦ ግፍዕታት ምእንቲ ክቡር ሂወቱ ብጽንዓት ዝከላኸልን ሰፍ ዘይብል መስዋእቲ ዝኸፍልን ዘሎ ህዝብና ኣድኒቑ። ስርዓት ኢሳያስ ኣብ ስልጣን ምቕጻል ንልኡላውነት ኤርትራን ሓድነትን ዝፈታተን ሓደገኛ ጉዳይ ኮይኑ ብምህላዉ፣ ኩሉ ኣገባባት ቃልሲ ተኸቲልካ ንምእላዩ ኣድማዒ ስራሓት ምክያድን ኣብ ቦትኡ ዲሞክራሲያዊ ስርዓት ምምስራትን ከም ዝሕተት ርእዩ። ኣብዚ መዳይዚ ኣብ ኤርትራ ዝግበር ለውጢ ንህዝቢ ኤርትራ ጥራይ ዝምልከት ኮይኑ፣ ኣብ ዝግበር ለውጢ ናይ ወጻኢ ሓይሊ ቀጥታ ወተሃደራዊ ኢድ ምትእትታው ብኹሉ መልክዓቱ ከም ዘየፍቅድ ኣኼባ ማእከላይ መሪሕነት ኣስሚርሉ። ስርዓት ኤርትራ ክሳብ ሕጂ ክታበት ምክልኻል ለበዳ ኮሮና ዘይጀመሮ ንህይወት ህዝቢ ኤርትራ ንሓደጋ ዘሳጥሕ ነገር ምዃኑ ኣኼባ ኮኒኑ። ኣብቲ ኣብ ከባቢና ብፍላይ ድማ ኣብ ሃገርና ኤርትራ ሰፊኑ ዘሎ ሓደጋታትን ዘሰክመና ሓላፍነትን ተበጊሱ፣ ኣብ ውህደት ፖለቲካዊ ስርሓት ተቓውሞን ሓድነት ናይ ለውጢ ሓይልታትን ምትኳር ዘይስገር ዕማም ምዃኑ ኣስሚርሉ። ኣየናይ ወገን ከም ዝፈጸሞ ብዘየገድስ፣ ኣብ ኢትዮጵያ ኣብ ልዕሊ ኤርትራውያን ስደተኛታት ዝወረደ ግፍዕታት፣ ከምኡ'ውን ብሰራዊት ኤርትራ ኣብ ልዕሊ ብዙሓት ካብኣታቶም ዝተፈጸመ ናይ ምጭዋይን ምስውእ ምእሳርን ስጉምትታት ብምኹናን፣ ሕብረተሰብ ዓለም ንምድሓኖም ግዴትኡ ክጻወት ጸዊዑ። ከምኡ'ውን ኣብ ገለ ገለ ሃገራት ንኤርትራውያን ስደተኛታት ብሓይሊ ናብ ኤርትራ ምምላሶም ዝፍጸም ዘሎ ስጉምትታት ነቲ ኣብ ሃገሮም ዝጽበዮም ሓደገኛ ኩነታት ኣብ ግምት ብምእታው ዓለም ለኸ ማሕበራት ነዞም ኣብ ሓደጋ ዝርከቡ ኤርትራውያን ስደተኛታት ንምድሓን ቅልጡፍ ተበግሶ ክወስድ ጸዊዑ። ኣብ ዘናዊ መዳይ፣ ኣኼባ ነቲ ኣብ መንጎ ፈደራላዊ መንግስቲ ኢትዮጵያን ክልል ትግራይን ዝተወልዐ ኲናት ብሰንኪ ኢድ-ኣተኣታታውነት ስርዓት ኤርትራን ካልኦት ዞባዊ መልክዕ ከም ዝሓዘ መዚኑ። ዘላቒ ፍታሕ ንምምጻእ ድማ ኩሎም ወገናት ኢትዮጵያ ልቢ ኣዕቢዮም ውግእ ጠጠው ኣቢሎም ኣብ መኣዲ ዘተ ኮፍ ኢሎም ኩሉ ኣኼባ ኮፍ ክብሉ ኣኼባ ጸዊዑ። ንኢድ ኣታኣታውነት ስርዓት ኤርትራ ኣብቲ ዝካየድ ዘሎ ውግእ ኢትዮጵያ ኣቐዲሙ ከኒንዎ ምንባሩን ሰራዊት ኤርትራ ካብ መሬት ኢትዮጵያ ብቕልጡፍ ክወጽእ ብቐጻሊ ጻውዒት ይገብርን ምንባሩ ብምዝኽኻር፣ ህዝቢ ኤርትራ ሓላፍነት ናይዚ ብስርዓት ህግደፍ ዝፍጸም ዘሎ ገበናትን ተሓታቲ ከምዘይኮነ ኣኼባ ኣረጋጊጹ። ኣብ ልዕሊ ኤርትራውያን ስደተኛታት ዝወረደ ኢሰብኣዊ ተግባራት ኣትሪዩ ብምኹናን፣ ውሕስነት ናይ ኩሎም ኣብ ኢትዮጵያ ዝርከቡ ኤርትራውያን ተቐማጦ ብሓፈሻ፣ ስደተኛታት ድማ ብፍላይ ክረጋገጽን ከምኡ'ውን ስደተኛታት ኣብ ሃገርና ሰላምን ጸጥታን ክሳብ ዝረጋገጽ ኣብ ውሑስ ዝኾነ ሳልሳይ ሃገር ክዕቆቡ ጻዕርታት ክግበር ኣኼባ ጸዊዑ። ኣብ ህዝቢ ትግራይን ዓፋርን ካልኦት ኣህዛብ ኢትዮጵያን ዝወረደን ዝወርድ ዘሎ ህልቂት፣ ኣነዋሪ ተግባራት ምብራስ ንብረትን ኣኼባ ኣትሪሩ ኮኒኑ። ኣብ ልዕሊ ሰለማውን ሰለማውያን ዘጋታት ኢትዮጵያ ይኹን ኣብ ልዕሊ ኤርትራውያን ስደተኛታት ኣነዋርን ዘይሰብኣዊ ተግባራትን ዝፍጽሙ ኣካላት ጉዳዮም ብዘይሻራዊ ኣካል ተመርሚሩ ፈጸምቱ ናብ ሕጊ ክቐርቡ ኣኼባ ጸዊዑ። ሓድነት ኢትዮጵያን ረብሓታት ኣህዛብን ንምዕቃብ ኣብ ኢትዮጵያ ዝካየድ ዘሎ ጎነጽ ደው ንምባልን ሰለማዊ ፍታሕ ንምንዳይን ብኣፍሪቃውያንን ኣህግራውያን ሓልታት ዝካየድ ዘሎ ጻዕርታት ኣኼባ ሞጒሱ። ኣብዚ መዳይዚ ብፈደራላዊ መንግስቲ ብዙሓት ፖለቲከኛታት እሱራት ናይ ምፍታሕ ዝወሰዶ ስጉምቲ ኣብ ኢትዮጵያ ተፈጢሩ ዘሎ ወጥሪ ፖለቲካዊ ፍታሕ ናይ ምርካብ ተኽእሎታት ኣፍደገ ክኸፍት ኣኼባ ማእከላይ መሪሕነት ዘለዎ ትምኒት ገሊጹ። ጎረባብቲ ህዝብታት ኣብቲ ጸረ ዲክታተራዊ ስርዓት እነካይዶ ቃልሲ ክህልዎም ዝኽእል ተራ ብምግንዛብ ምስ ጎረባብቲ ሃገራትን ኣህዛብን ሃገራዊ ሓድነትና ልኡላውነትናን ኣብ ዋጋ ዕዳጋ ብዘየእቱ መንገዲ መሪሕነት ኤርትራዊ ሃገራዊ ደሞክራሲያዊ ለውጢ ጽኑዕ ዝምድናታት ንምፍጣር ጻዕርታት ከካይድ ሓላፍነት ኣሰኪሙ። ንኤርትራን ልኡላውነታን ከምኡ'ውን ንሓድነት ህዝባን ዝፈታተን ብኢትዮጵያውያን ይኹን ወይ'ውን ብኤርትራውያን ኢና በሃልቲ ዝግበር ወፈራታት ኣኼባ ማእከላይ መሪሕነት ብትሪ ኮኒኑ። ከምኡ'ውን ንኢድ ኣተኣታታውነት ስርዓት ህግደፍ ዝኾነ ይኹን ምስምስ ፈጢሮም ኣብ ኲናት ኢትዮጵያ ጣልቃ ምእታው ዘመኻኒ ኢሉ ብትሪ ነጺጉ። ህዝቢ ኤርትራ ብህጹጽ ክትግበር ዝጽበዮ ጉዳይ ምዃኑ ኣብ ግምት ብምእታው፣ መንግስቲ ኢትዮጵያ ብመሰረት እቲ ኣብ ጉዳይ ግጭት ዶብ ኤርትራን ኢትዮጵያን ብኣህጉራዊ ኮሚሽን ዶብ ዝተበየነ ቀያድን ናይ መወዳእታን ውሳነ ብዘይ ውዓል ሕደር ምሕንጻጽ ዶብ ክልቲኡ ሃገራት ከተግብር ኣኼባ ማእከላይ መሪሕነት ኣዘኻኺሩ። ንህሉው ኩነታት ሱዳን ብዝምልከት ድማ ኩሎም ሓይልታት ሱዳን ብህዝቢ ዝምራሕ ዲሞክራሲያዊ መስርሕ ኣብ ዕላምኡ ንምብጻሕ ስኒትን ሓድነትን ክፈጥሩ ኣኼባ መጸዋዕትኡ ኣቕሪቡ። ኣኼባ ነቶም ብዛዕባ ጉዳይ ስደተኛታት ዝግደሱ ኣህጉራውያን ማሕበረሰብን ግብረ ሰናይ ውድባትን ኣብ ሱዳን፣ ኢትዮጵያ፣ የመን፣ እስራኤል፣ ሊብያ ከምኡ'ውን ኣብ ካልእ ሃገራት ዝርከቡ ኤርትራውያን ስደተኛታት ዘጋጥሞም ዘሎ ጸገማት ኣብ ምፍታሕ ግደኦም ክጻወቱ ጻውዒት ኣቕሪቡ። እቲ ተገዲዶም ሃገሮም ራሕሪሖም ዑቕባ ንክሓቱ ዝገበረ ምኽንያት ክሳዕ ዝውገድ ዘሕልፍዎ ዘለዉ ኣሰቃቒ ህይወት ንምቅላልን ሕክምናውን ትምህርታውን ኣገልግሎት ንምምሕያሽን ዝግባእ ሓገዝን ምንባይን ክግበሩ ጸዊዑ። ኣብዚ መዳይ እዚ ነቲ ጎረባብቲ ሃገራት ብፍላይ ከኣ ሱዳን፣ ኢትዮጵያ ከምኡ'ውን የመን ንዓሰርተታት ዓመታት ኤርትራውያን ስደተኛታት ኣብ ምቕባልን ምዕቋብን ዘርኣይዎ ሕውነታዊ ኣተሓሕዛ ሞጒሱ። ኣኼባ ማእከላይ መሪሕነት ኣብ ሃገርን ኣብ ወጻእን ዝርከብ ህዝብና ብፍላይ ድማ መንእሰያትን ደቂ ኣንስትዮን ውልቀ ምልካዊ ስርዓት ንምእላይ ኣብ ዝካየድ ዘሎ ቃልሲ ዕዙዝ ተሳትፎ ንኽህልዎም ፀዊዑ። ሰራዊት ኤርትራ እውን ኣብ ጎኒ እቲ ዲሞክራሲያዊ ለውጢ ንምርግጋፅ ብህዝብና ዝካየድ ዘሎ ቃልሲ ደው ብምባል ሃገራዊ ተርኡ ንኽፃወት ኣኼባ ኣትሪሩ ፀዊዑ። ብመሰረት እቲ ካልኣይ ጉባኤ ኤርትራዊ ሃገራዊ ዲሞክራስያዊ ባይቶ ዝወሰዶ ውሳኔ፣ ኣንጻር ውልቀ-ምልካዊ ስርዓት ንነካይዶ ቃልሲ ንውሽጢ ሃገር ክልሑኽ ምግባር ዘኽእለና ኩሉ ክንገብር ከምዝግበኣና ኣኼባ ኣረጋጊጹ። ውልቀ-ምልካዊ ስርዓት ኣሊኻ ዲሞክራስን ፍትሕን ማዕርነትን ዝሰፈኖ ስርዓት ብምቛም ነቲ ንዓሰርተታት ዓመታት ዝቐጸለ ስቓይ ህዝብና ገደብ ንምግባር ኣብ መንጎ ውሽጥን ወጻእን ሃገር ዝርቃለሱ ዘለዉ ሃገራውያን ናይ ቃልሲ ድልድል ብምፍጣር ዝከኣል ሜላታት ቃልሲ ክተክል ንፈጻሚ ቤት ጽሕፈትን ንኹሎም ኣካላት ኤርትራዊ ሃገራዊ ባይቶ ሓላፍነት ኣሰኪሙ። ኣብ መደምደምታ፣ ካልኣይ ስሩዕ ኣኼባ ማእከላይ መሪሕነት ኤርትራዊ ሃገራዊ ዲሞክራስያዊ ባይቶ፣ ሰክረታርያ ማእከላይ መሪሕነትን ኣቦ ወንበር ፈጻሚ ቤት ጽሕፈትን ኣብ ሓላፍነቶም ክቕጽሉ ኣጽዲቕሎም። ከምኡ'ውን ዓሰርተ ዝኣባላታ ፈጻሚት ቤት ጽሕፈት መሪጹ። ብተወሳኺ ብመሰረት ሕጊ ህንጻ ኤርትራዊ ሃገራዊ ዲሞክራስያዊ ለውጢ፣ ሽማግለ ሕግን ስነ-ስርዓትን ከምኡ'ውን ሽማግለ ቁጽጽርን ምምራጽን መሪጹ። ንኣሳናዳይ ሽማግለ ብዝምልከት ኣኼባ ማእከላይ መሪሕነት ነታ እትምረጽ ኣሳናዳይ ሽማግለ ብምምኽኻር ሴክሬታርያ ማእከላይ መሪሕነትን ፈጻሚ ቤት ጽሕፈትን ክትምረጽ ሓላፍነት ኣሰኪሙ ኣኼብኡ ዛዚሙ። ዓወት ንቓልሲ ህዝቢ ኤርትራ ምእንቲ ሓርነትን ፍትሕን ዲሞክራስን! ሓራ ኤርትራ ተኸቢራ ትንበር! ክብርን ዘልኣልማዊ ዝኽርን ንሰማእታትና! የቐንየለይ። ካልኣይ ስሩዕ ኣኼባ ማእከላይ መሪሕነት ኤርትራ ሃገራዊ ባይቶ ንደሞክራስያዊ ለውጢ ዓሰርተ ሓደ ጥሪ ክልተ ሽሕን ዕስራን ክልተን።